ዶባት ትግራይን ዓፈርን ጀመርናዮ ጽምዶ ቀስ እናበለ ከም ባርዕ ጫካ ናብ መላእ ኢትዮጵያ ምስ ለሓመ እዚ ቆማል ህዝቢ እዚ ነፋጥ ህዝቢ እዚ ሰላም ሰላም ክቱራትን ክቡራትን ተኸተልቲ እንኳዕ ናብ ቻናል እዚ ብደሓን መጻኹም ነዚ ቻናልና ሓደሽቲ እንትኾንኩም ላይክ ሰብስክራይብ ብምግባር ጀምሩ ሎሚ እውን ከምቲ ልሙድ ሓደሽን ትኩሳትን ዛዕባታት ናባኹም ሒዝና ቀሪብና ኣለና ሰናይ ምክትታል እዚ ቆማል ህዝቢ እዚ ነፋጥ ህዝቢ እዚ ለሚን እኳ ክተኽወሉ እኳ ዝሕፍረካ ንጽየፎ ዝነበርና ኣብ ኢትዮጵያ እዚ ቦታ እዚ ክሕዝ ብዙሕ ሒዙ ነይሩ ተጋላጊሉ። ምህዞ ማይክል ሃመር ረሳዕቲ ስለ ዝኾንና ከምዚ ኢለ ነይረ። ስምምዕ ፕሪቶርያ ኣብ ምትግባር ቀምሻደይ ሓንኲልን ዝዓይነቱ ምስምስ እናቕረበት ዕጥይጥይ ክትብል ንዕዘብ ኣለና። ነቲ ኩነታት መመሊሳ ክትሓላልኾ ክትፍትን ጸኒሓ። ብትግራይ ሕጂ እውን ወዲ በሻሻ ንሒደት ወይጦታት ደቅኻ ከቲቡ ኣብ ትሕቲ ፕሪቶርያ ዝብል ውጥን ችቸቶ ተወረ መሬትካ ከምልሰልካ ብዝብል ምስምስ ማይክል ሃመር ዝበሃል ኮኮዳል እዩ ንኽጠብሰካ ምዕቡል መጋርያ የንበድብለልካ ኣሎ። ኣይንረስዕ ሎሚ ህዝቢ ትግራይ ኣብ ልዕሊኡ ዝተሰርሐ ትያትራት ነቒሕሉ ንትግራይ ትግራወይቲ ክገብራ ድግድጊት ተዓጢቑ ተላዒልሉ ብ ዘሎ እዋን እዮም እምበኣር እዞም ክልተ በላዕቲ ውዳቕ ብዛዕባ ናይ ፕሪቶርያ ዝኽሮም ከምዚ ዝበሉ እቶም ሸምገልቲ ይብሉ እቶም ሸምገልቲ ናይ ፕሪቶርያ በቲ መራሕቲ ልኡኻት ክልቲኡ ወገናት ተረኣየ ዘይተጸበይዎ ናይ ሕውነትን ምቕሉልነትን ቃና ተስፋ ስለ ዝረኸቡ ኣብ ሓንቲ ንእሽቶ ክፍሊ ክንዘራረብ ሓዲጎምና ብምባል ንዕርክነቶምን ንኣብ ልዕሊ ህዝቢ ትግራይ ዘለዎም ንዕቐትን ክገልጹ ይፍትኑ። ነቲ ናይ ህዝብታት ናይ ሰላም ጽምዶ ፖለቲካዊ ሕብሪ ለኽዮም ዘይመልክዑ ብምሃብ ክዕንቅፍዎ ወይ ንማሕበረሰብ ዓለም ከደናገርዎ ዝገበርዎ ጻዕሪ እዚ ናብ ኣልጀዚራ ዝሰደድዎ ጽሑፍ ጫፍ ፈተነኦም እዩ። ጽምዶ ናይ ሰላም ምንቅስቓስ እምበር ከምቲ ንሶም ብኣንጻር ዝገልጽዎ እንተዝኸውን ንዕኦም ምጸንበርናዮም ነርና። እቲ ኣብ ዶባት ትግራይን ዓፈርን ጀመርናዮ ጽምዶ ቀስ እናበለ ከም ባርዕ ጫካ ናብ መላእ ኢትዮጵያ ምስ ለሓመ ንምጥፍኡ ዘይወፈረ ሹመኛ ዕሸል በሻሻ የለን። ምስ ኩሎም ንሰላምን መዓርነትን ፍትሕን ዝቃለሱ ኢትዮጵያውያን ኣሕዋት ኣብ ሱዳን ምስ ተራኸብና ከኣ እቲ ስርዓት ጨርቁ ደርቢዩ። የብልጽግና በቋፍ ላይ የተቀመጠ አገዛዝ መሆኑን ስላወቅኩኝ እዛ ሄጄ በመታየት ብቻ ብልጽግናዎችን እንዲጮሁ ማድረግ እችላለሁ ብዬ ነው።
ድሕሪ ፖርት ሱዳን እቲ ጉዳይ ሰተት ኢሉ ኣብ ኒውዮርክ ናብ ዝርከብ ቤት ጽሕፈት ዋና ጸሓፊ ሕቡራት ሃገራት ምስ ኣተወ እቲ ስርዓት ማሳ ከም ዝተሃርመ እንሆ ደንዚዙ። እዚ ናይ በዓል ቮድካቸው ረዳ ጽሑፍ እምበኣር እቲ ስርዓት ካብ ኮማ ምስ ተበራበረ ተጻሒፉ ዝተዋህቦም እዩ። ሕጂ ንድሕሪት ዝምለስ የለን። እቲ ንኤርትራን ንደላይ ሰላምን ፍትሕን ዝኾነ ኢትዮጵያውን ንኹሉ ኣብዚ ዞባ ዘሎ ደላይ ሰላምን ከስትይዎ ዝጸሞቕዎ ዕረ እውሕጥዎ ኣለዉ። ኣነን ስግር መረብ ዘለዉ መዛኖይን ንጽምዶ ተዓጢቕና ዝሓዝናሉ ምኽንያት እቲ ንዓመታት ዝቐጸለ ኩናትን ምስሕሓብን ብሰለማዊ ርክብ ንምስዓር ከገልግል ዝኽእል መሳርሒ ጌርና ስለ ዝረኣናዮ እዩ። እዞም ሓጸብቲ ርስሓት ኣብይ ኣሕመድ ንምንታይ እዮም ንጽምዶ ብሕማቕ ዓይኒ ዝርእይዎ ዘለዉ እንተልና፣ ሓደ እዚ ኣብ መንጎ ህዝቢ ኤርትራን ኢትዮጵያን ተጀሚሩ ዘሎ ሰለማዊ ርክብ እንተቐጺሉን እንተዓሚቑን እቶም ንህዝቢ ብናይ ኩናትን ጽልእን ፕሮፖጋንዳ ክእክብዎ ዝጸንሑ ፖለቲከኛታት ናይ መጣልዒ ፖለቲካ ካርትኦም ክስእንዎ እዮም። ክልተ፣ ስርዓት ኣብዪ ኣሕመድ ኣብ ሓድሕዳዊ ባእስን ምጥርጣርን ህዝብታት ኢትዮጵያ እተሰረተ ስለ ዝኾነ ጥምረት ህዝብታት ኢትዮጵያ ኾነ ምስ ህዝቢ ኤርትራ ዝፍጠር ሰላማዊ ርክብ ነቲ ስርዓት ናይ ህልውና ስግኣት ስለ ዝኾነ እዩ። ቀንዲ ዕላማ ናይቲ ቮድካቸውን ሬድዋንን ዝጸሓፍዎ ዓንቀጽ ሓድሽ ሓበሬታ ንምክፋል ዘይኮነስ ኣሸበሸብ ንጉዕዞ ጽምዶ ትዕንቅፍ ንእሽቶ ጸጸር እንተኾነት እዩ። ንእግረ መገዶም ከኣ ነብሶም ከተዓባብዩ ብዛዕባ እቲ መንግስቲ ኢትዮጵያ ዝቐተሎ ብክልቲኦም እተፈረመ ስምምዕ ፕሪቶርያ መዝሙር ወደሳ ብዝመስል ኣገባብ ገሊጾሞ ኣለዉ። ከም ሓቂ ግን ስምምዕ ፕሪቶርያ ንጌታቸው ካብ በረኻታት ትግራይ ንሬደዋን ከኣ ካብ ኣዲስ ኣበባ ኣብ ፕሪቶርያ ኣራኺቡ ዘወሃሃደን ዘሰማምዐን እምበር ንህዝቢ ትግራይ ኮነ ንዝተረፈ ኢትዮጵያዊ ዘምጽኣሉ ፋይዳ የለን። ዕላማ እቲ ጽሑፍ እምበኣር ከምቲ ርእስቱ ሓድሽ ውግእ ንምትራፍ ጻውዒት ንምቕራብ ዘይኮነ፣ እንተሰሊጥዎም ነቲ ዝሓስብዎ ዘለዉ ሓድሽ ውግእ ናይ ምብራዕ መደብ ንምምኽናይ በቲ ስርዓት ዝተዳለወ ዲፕሎማስያዊ ሽፋን፣ ንገዛእ ዜጋታቱ ብተደጋጋሚ ብድሮን ዝጭፍጭፍን ኣካላዊ ውሕስነት ዝኸልእን ስርዓት ናይ ሰላም ሃዋርያ መሲሉ ድራማ ክሰርሕ ሎሚ ሓድሽ እይኮነን። ጽሑፍ ቮድካቸው ረዳን ሬድዋን ሑሴንን እምበኣር፣ ካብዚኣ ትሓልፍ ምስጢር የብላን። ጀነራል ምግበይ ምስ ሰራዊት ድማ እንታይ ኢሎም እስኪ ክቡራት የሕዋት ተኻትልና ንመለስ። መንነቱ ኣረጋጊፁ ዝኸይድ ዝኾነ ዓይነት ህዝቢ የለን። ስለዝኾነ ከም ህዝቢ ተወዲብና ክንቅፅል ንቃለሰሉ ኣለና። ናይዚ ቃልሲ እዚ ኣካል እዩ ሕዚ እውን ንገብሮ ዘለና። በተለይ ሕዚ ከኣ ኣብ ወሳኒ ምዕራፍ ኣለና ወይ ተሓጂ ዘላ ገመድ በጢስና ከም ህዝቢ ክንቅፅል ኢና ወይ በታ ገመድ ተሓኒቕና ኣብ ዕኒኒ ክንነብር ኢና እዚ ከዓ ኣይንመርፆን እና ኣይኸውንን እታ ገመድ በጢስና ንኺድ ንቕድሚት ዘለና መማረፂ ምዕዋት እዩ ክንዕወት ከኣ ኢና ክንዕወት ተኾይና ኸኣ ክኽፈል ዝግብኦ መስዋእቲ ናይ ኣካል መስዋእቲ ጥራሕ ኣይኮነን መስዋእቲ ብዙሕ ግዜ ናይ ኣካል መስዋእቲ እዩ ዝለዓል ናይ ኣተሓሳስባ ሓድነት ፈጢርካ ንብሄራዊ ክብርኻን መንነትካን ብኩሉ መዳይ ምቅላስ ባዕሉ ኣካል ናይቲ መስዋእቲ እዩ መመሓደሪ ኮይንካ ህዝቢ ምምሕዳር እውን ኣካል መስዋእቲ እዩ። ሰራዊት ኮይንካ ዩኒፎርም ለቢስካ ናይቲ ናይ ቃልሲ ናይ መጨረሻ ጫፍ ምዃን እውን መስዋእቲ እዩ። ኣብ ገዛ ኣብ ገጠር ኣብ ከተማ ኣብ ንግዲ ኮይንካ ነጊድካ ደቅኻ ቤተሰብካ ሕብረተሰብ ምቕፃል ነጋዴ ኮይንካ እውን ኣካል ናይቲ ቃልሲ እዩ። ናይ ፀጥታ መዋቅር ኣካል ኮይንካ ምቅላስ እውን ኣካል ናይ ተቐልሲ እዩ ናይ ስዋኣትን ናይ ተቓለስትን ናይ ዝተዋፈሩ ጀጋኑ ተቓለስቲ ቆልዑ ሒዝካ ምዕባይ እውን ኣካል መስዋእቲ እዩ ኩሉ ተደሚሩ እዩ ክንነብር ዝገብረና ናይዚ መረጋገፂ ከዓ እዚ ሕጂ እንገብሮ ዘለና እዩ ናይ ስራሕ ክፍፍል እዩ ዘለና ተጋሩ ናይ ስራሕ ክፍፍል እዩ ዘለና ተጋሩ ገሌና ጠበንጃ ተሓንጊጥና ንስልጥን ንዋጋእ ገሊኦም ጠበንጃ ተሓጊዞም ቀበሌ ጣብያ ከተማ የመሓድሩ ምልሻን ፖሊስን ገሊኦም ብፆትና ህዝቢ ብዞባ ብወረዳ የመሓድሩ ብጣብያ የመሓድሩ ገሊኦም ኣብ ናይ ልምዓት ተቋም ኣብ ማሕበራዊ ጉዳይ ይሕክሙ የምህሩ ይነግዱ ነጊዶም ካብቲ ዝትርፊ ከዓ ን ግብሪ ይኸፍሉ ስለዚ ንቕፅል ሓቢርና ናይ ስራሕ ምትልላይ እምበር ንሕና ንናይ ዝተፈለየ ዕላማ ዘለዎ ትግራዋይ የብልናን ኩላና ዕላማና ህልውናና ምርጋፅ
ይው ኣርሚ ሰብዓ ማለት ብማንም ንቕንቕ ዘይብል ኣርሚ ብማንም ብማንም ንቕንቕ ዘይብል ኣርሚ እንተቆሰለ መስዋእትን እንተኸፈለ እውን ክብር ዝኾነ መስዋእትን ክብር ዝኾነ መቑሰልትን ክብር ዝኾነ ኣካል መጉደል ንሕና ንናይ ግለሰባት ንምንታይ ከም ንመውት ንምንታይ ከም ንቆሰል ዘይንፈልጥ ሰባት ይኩና ንሕና ኩሉ ነገርና ህዝባዊ ዝኾነ ዕላማ ዘለና ተጋደልቲ ኢና እንተሰዋእና እውን እንተቆሰልና እውን ኣካልና እንተጎደለ እውን ንሕጎስ እምበር ኣይንሓዝንን ወለድና እውን ከምኡ ኢኹም ክትኮኑ ዘለኩም ብኣና ክትጭንቑ ብኣና ክትርበሹ የብልኩምን ምክንያቱ ሕቲ ሕይሪ ዝውረ ዘሎ ወረ በዚያ በዚያ ዝበሃል ዘሎ ወረ ሓሶት እዩ ንሕና ኣብቲ ዋና ነጥብና ኢና ዘለና ኣብቲ ዋና ስራሕና ኢና ዘለና ስለዚ ህዝቢ ትግራይ ኣታ ጅግና ህዝቢ ኣንታ ለባም ህዝቢ ኣንታ መስተውዐሊ ህዝቢ ምዝነፈስ ዘይትነፍስ እስካብ ሕጂ ኣብ መትከልካን ኣብ መስመርካን ኣብ ፅንዓትካን ዘለኻ ጅግና ዝኾንካ ህዝቢ ኣብ ዝሓፀር እዋን ኣብ ዝሓፀር እዋን ክንራኸብ ኢና ምርኻብና ከዓ ኣይተረፍን ግድን እዩ ከዓ ግድን እዩ ግድን እዩ ክንራኸብ መን ክነብር መን ዘይነብር፣ መን ስደተኛ ኮይኑ ክነብር መን ወዲ ዓዲ ኮይኑ ክነብር ኣለና። ደቅኻ ኣለና፣ ደቅኻ ኣለና፣ ኣብ ጎኒ ህዝብና ኣለና። ንሕና ብማንም ከይትደናገጽ፣ ብማንም ከይትርበሽ፣ ማንም ኣዶ ትግራይ፣ ማንም ኣቦ ትግራይ፣ ማንም ሓፍትን ሓውን ብተጋዳላይ ትዲኤፍ ክሓዝን ክነቢዕ እውን ምኽንያቱ ንምንታይ ከም ዝወፀ ንምንታይ ከም ዝተሰውአ ንምንታይ ከም ዝቆሰለ ንምንታይ ኣካሉ ከም ዝጎደለ ወለዱ ይፈልጡ በዓሉ እውን ይፈልጥ ስለዚ ኣርሚ ሰብዓ ከዓኒ ብዝበለፀ ብዝበለፀ ግዝኣት ምዕራብ ኩሉ ጠቕላላ ግዝኣትና ብሙሉ ኣብ ቁፅርና ክንገብሮ ኢና ንምዕራብ ጥራይ ኮና በርባዕቲ ቀጫጫ ፀላኣይ ዝሓዞ መሬትና ክንመርሶ ኢና ክንመርሶ ኢና ምስቶም ዕንቁ ዝኾኑ መራሕትና ምስቶም ጀጋኑ ዝኾኑ መራሕትና ንመስዋእቲ ዘይፈርሑ ንመቑሰልቲ ዘይፈርሑ ኣብ ሽዋ ኮይኖም ዘይመርሑ ደድሕረና ናብ ጎዩ ካብ ዝለዓለስ ካብ ዝነኣሰ ስለዚ ትግራይ ትስዕር ኣብታ ንፈትዋ ንብህጋን ምዕራብ ክንራኸብ ኢና ህዝቢ ምዕራብ ኣጆኻ ቁሪ እንተኣተወካ ብቐትሪ ዝብኢ እንተበልዐካ ወሃቢ ነርካ ሓይ ተቐባሊ ስለ ዝኾንካ ከይተሰማስም ኩሉ ክወግሒ ኩሉ ክሓልፊ ትግራይ ትስዕር ቆልዓ ትግራይ ድንኩል